ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኹም መንግሴ ሎማዓንቲ ከዓኒ ብኻልእ ስራሕ ብኻልእ ቪድዮ መጽኤኩም ኣለኹ ናይ ሎማዓንቲ ፍልይ ድበለ ቪድዮ እዩ ካብቲ ቅድሚ ሕጂ ዝሰራሕኹ ፍልይ ድበለ እዩ ቅድሚ ናብቲ ትምህርቲ ምኻድና ሳብስክራይብ ዘይገበርኩም ሳብስክራይብ እንዳገበርኩም ቤተሰብ ናይዛ ቻነል ክትኮኑ ብትሕትና ሓተኩም ቀጥታ ናብቲ ሒዘዮ ዘለኹም መደብ ናብኡ ክወስደኩም እየ ሎማዓንቲ ዘርእየኩም ሓሙሽተ ኣነ ዝከታተሎምን ዝጥቀመሎምን ዩቱብ ቻነል እዮም ናብኦም ክወስደኩም እየ ቀጥታ ናብኦም ንኺድ እዞም ሓሙሽተ ዝበልኩኹም ሓደ ብሓደ እንዳተና ክንሪኦም ኢና ቅድሚ ናብኡ ግን እዚ ዩቲብ ቻነል እዚ ትሪእዎ ደለኹም ኣብ ቅድሚት መንግስ ቲዩብ ድብል ደሎ ናተይ ቻነል እዩ ሳብስክራይብ ዘይገበርኩም ሳብስክራይብ እንዳገበርኩም ቤተሰብ ናይዛ ቻነል ክትኮኑ ብትሕትና ንሓተኩም ሕጂ ናብቶም ዘዳለኽዎም ካብ ሓደ ክሳብ ሓሙሽተ ብቀዳማይ ክንከይድ ዶክተር ሮቤል ኪዳነ ይበሃል ኣብዚ ከኣ ከምዚ ትሪእዎ ደለኹም MLM Eritrean Motivation ይብል ኣሎ ብጣዕሚ ጽቡቕ ጽቡቕ ዝኾነ መደብ እዩ ዘለዎ ሕጽር ሕጽር ዝበላ ነዊሕ ግዜ ደይወስድ እታ ዝነውሐት ኣብዚ ዘላ ዓሰርተ ሓደ ከባቢ ዓሰርተ ክልተ ደቒቕ ጥራይ እዩ እተን ኣርእስቲ ከምዚ ትሪእወን ዘለኹም ኣርእስታቱ በቃ ዝመረጽኩሞ ደስ ዝብለኩም ንዓኹም ሕጂ ጸቕጢ ይስምዓኩም ተሎ ጸቕጥና ፈታትሑን ኣነነት እንታይ ከም ዘምጽእ ሕጉስ ምዃን እዚ ሕጂ ኣነ ለላዓሉ ሕልፍ ሕልፍ ኢለ ዘርእየኩም ዘለኹ ንስኻትኩም እንዳኣተኹም ክትሰምዕዎ ብጣዕሚ ጽቡቕ እዩ ዶክተር ሮቤል ኪዳነ ዳርጋ ደይፈልጦ ሰብ ኣሎ ኢለ ኣይብልን እየ ግን እንዳ ኣተኹም ክትሪእዎ ሳብስክራይብ ዘይገበርኩም እንድሕር ኣለኹም ከኣ ሳብስክራይብ ጌርኩም ናቱ ቻነል ክትከታተሉ በዚ ኣጋጣሚ ክሕብረኩም እፈቱ። ሐራይ ናብቲ ካልኣይ ክንከይድ ካልኣይ ከም ትሪእዎ ዘለኹም ስማርት መን ይበሃል ስማርት መን ኣብዚን ኣለኩም እዚ ስማርት መን ዝበሃል ኣነ ኣብ ፌስቡክ ምስ ረኣኹዎ እየ ብፌስቡክ ገይረ ናብዚ መፅየ ኣብ ንመንእሰያት ብጣዕሚ ፅቡቕ ፅቡቕ ዝኾነ ሓሳብ እዩ ሒዙ ዝመፅእ ከም እትሪእዎ ዘለኹም ብጣዕሚ ብዙሕ ቪድዮታት ኣለዎ ፕለይሊስት ኣቲኹም ኣብዚ ፕለይሊስት ድብል ደሎ ኣቲኹም ዝመረፅኩምዎ ሪኢኹም ኣብዚ ገሊኡ ብእንግሊሽ ገሊኡ ከዓ ብትግርኛ እዩ ድምህር ብጣዕሚ ፅቡቕ ፅቡቕ ቪድዮታት ኣለዎ ብጀካ ኣብዚ ኣብ ፌስቡክን ኣለዎ ኣብ ፌስቡክን ፅቡቕ ፅቡቕ ቪድዮታት ኣለዎ ካብዚ ሼር ድበሎ እዩ ስለዚ እንዳኣተኹም ሳብስክራይብ እንዳገበርኩም እዚኣ ናይ ደወል ምልክት ከኣ ኣይትረስዕዋ ምኽንያቱ እዛ ናይ ደወል ምልክት እንድሕር ዘይተንኪፍካያ ዶንግ እዩ ድመጻካ እቲ ቪድዮ ወይ ካልኦት ሰባት ሼር ምስ በልዎ ገለ ኢኻ ትገብር ሳብስክራይብ ኣንሳብስክራይብ እሞ ክገብሮ ሳብስክራይብ ትብል ነዚኣ ምስ ተንከፍኩማ ነዚኣ ደወል ኣይትረስዕዋ ዝበሃል እዚኣ ኦል ትገብርዋ ከምዚኣ እንድሕር ጌርኩማ ቪድዮ ዳውንሎድ ገይሩ እሱ ሼር ምስ በሎም ዳውንሎድ ምስ ገበሩ ቀጥታ ኖትፍኬሽን ይመጻኩም ኣራይ ናብታ ሳልሳይ ክንከይድ ናብ ሳልሳይ ከኣኒ ናይዚ ከኣ ፍልይ ድበለ እዩ ንቕሓት ኢንተርተይመንት እዮም ድበሃሉ ንቕሓት ኢንተርተይመንት ቪድዮ ቪድዮ ኣቲና ክንሪኤ ኢና እዚ እታ እትሪእዎ ኣለኹም ብዙሕ ቪድዮ ኣለዎ ናይዚ ፍልይ ድገብሮ ፍሉይ ድገብሮ እንታይ እዩ ሓንቲ ፊልም ከባቢ ሰዓት ሰዓትን ፈረቓን ክትወስድ ትኽእል ወይ ክልተ ሰዓት ክትወስድ ትኽእል ንሱ ግን ኣብ ብሓፂር ፅሙቕ ኣቢሉ እታ ፊልም እንታይ ትመስል ኣብዚ ብዝርዝር ዳርጋ ብፅቡቕ ገይሩ እዩ ዝገልፆ ቅድሚ ናታ ፊልም ምርኣይኩም ኣብዚ እንድሕር ሪኢኹሞ ክርድኣኩም ይኽእል እዩ ኣይ ኣነ እታ ፊልም ርእየያ እየ ቅድሚ ሕጂ ኣይተረድኣትን እንተይልኩም ኣብዚኣ ምስ ረኣኹማ እውን ክርድኣኩም ይኽእል እዩ ፅቡቕ ፅቡቕ ፊልምታት እንዳረኣየ እዩ ከምዚ ገይሩ ፅሟቕ ዘቕርብ ስለዚ እንዳ ኣተኹም ሳብስክራይብ ተትገብርዎ ጽቡቕ እዩ። ንቕሓት ኢንተርተይመንት እዩ ዝበሃል። ናይዚኤን ብሙሉኣን ኣፕሊኬሽን ይቕሬታ ኣፕሊኬሽን እዩ። ናይዚኤን ብሙሉኣን ሊንክ ኣብዚ ታሕቲ ናይ ዩቲዩብ ቻነል ኣብ ታሕቲ ገዲፈልኩም ኣለኹ። ነቲ ሊንክ እንዳተንከፍኩም ቀጥታ ክትኣትዉ ትኽእሉ ኢኹም። ናብ ራብዓይ ክንከይድ ራብዓይ ከኣ ጂድራር ባል ነዚ ዳርጋ ብዙሓት ሰባት ትፈልጥዎ ኢኹም ኣብዚ ሕጂ እቲ ጽቡቕ ጽቡቕ ነገር ዘሎ ኣብ ፕለይሊስት እንድሕር መጺኹም ኣብዚ ቪድዮ ተኣቲኹም ብምሉእ እቲ ቪድዮታት ከምዚ ኢሉ ተዘርዚሩ እዩ ዝጸንሓኩም ኩሉ ተሓዋዊሱ እዩ ዝጸንሓኩም ኣብ ከምዚ ኣብዚኣ ግን ፕለይሊስት ኢልኩም ተኣትዉ ኣብዛ ፕለይሊስት ትብል ምስ ተንከፍኩም እዚ ከም ታእሽሙ ረኣይዎ ናብ ሓደ መርዓ ከም ዝኸድኩም ሕሰብዎ፣ መርዓ፣ ኣብቲ መርዓ ዝተቐረበልኩም መግቢ ቡፌ እዩ። ካብቲ ቡፌ ኩሉ ይኮንካ እንተልዕል፣ ደስ ዝብለካ መሪጽካ ኢኻ ትበልዕ። ዘገድደካ እውን የለን። ስለዚ ኣብዚ ምርጫኹም እንታይ እዩ ደስ ዝብለኩም፣ ብጣዕሚ ኩሉ ዓይነት ታሽሙ ቀሪቡ ኣሎ እሱ ደስ ዝብለኩም እታ ደሽ ምርጫኹም መሪጽኩም ክትኣትዉ ትኽእሉ ክትጥቀሙ ትኽእሉ ኢኹም። ኣብዚ ኣነ ናይ ፖለቲካ እዩ ዝሰማምዓኒ ተይልኩም ኣብዚ ኣለኩም። ኣይ ኣነ ቴክኖሎጂ ጥራይ ተይልኩም ኣብዚ ካልኣይቲ ኣላትኩም ደስ ዝበለኩም ክትመርጹ ትክእሉ ኢኩም ኣዚ ኣነቃቃሕቲ ዘረባ ወይ ከኣ ኣዚ ሞቲቬሽናል ድበሃል ትኣሽሙ ተደሊኩም ከኣ ኣብዚ ኣሎ ከባቢ ሰለስተ ሚእትን ቴስዓን ቪድዮ ኣለዎ እንዳ ኣተኩም ብጣዕሚ ብዙሕ ብጣዕሚ ብዙሕ እዩ ትኣሽሙ ዘለዎ ካልእ ብልጫ ናይዚኣ ናይ ትኣሽሙ ኣብዛ ላዕሊ ትሪእዋ ኣለኩም ኣብዛ ላዕሊ ዌብሳይት ኣለዎ ኣብዛ ላዕሊ እዛ ኣብ ብንእሽተይ ስእሊ ትረኣየኩም ዘላ እዛ ቀያሕ ዝገብረላ ዘለኹ ምልክት ኣብኣ ምስ ተንከፍኩም ቀጥታ ናብቲ ዌብሳይት እያ ትወስደኩም። ኣብዚ ዌብሳይት እዚ ኣቲኹም ብዙሕ ትምህርቲ ኣለዎ። ንታሕቲ ከምዚ ኢልና ምስ ወረድና እዚ ኣብቲ መጀመርያ መእተዊ እንታይ እንታይ ትሕዝቶ ከም ዘለዋ እዛ ዌብሳይት እዚኣ ዝነግረኩም ቪድዮ'ዩ፣ ነዛ ቪድዮ ርኢኹም ብድሕሪኡ ናብዚ ታሕቲ ትወርዱ፣ ኣብዚ ታሕቲ ከምዚ ትሪእዎ ዘለኹም ብ ድኽፈሎ ገንዘብ እዩ ግን ትምህርቲ እዩ ነት ካብቲ ዘለናዮ ሓደ ደረጃ ንላዕሊ ክብ ከብለና ዝኽእል ትምህርቲ ኣለዎ። ኣብዚ ብጣዕሚ ብዙሕ ዓይነት ትምህርቲ ንጀመርቲ ኮምፒውተር ይብል ኣሎ፣ ትምህርቲ ኮምፒውተር ንካልኣይ ደረጃ ይብል ኣሎ፣ ከከምኡ ብዙሕ ኣይኮነን እቲ ገንዘብ ከማን ውልቃዊ ምኽሪ ይብል ኣሎ ኣብዚ ስልጠና ውልቃዊ ዕቤት ከምቲ ትሪእዎ ዘለኹም ብጣዕሚ ብዙሕ ትምህርቲ ኣለዎ እናኣተኹም ንስኹም ክትሪእዎ ሼር ይገብረኩም ናብ ሓምሸይቲ ክንከይድና ሓምሸይቲ እዚኣ እታ ሰብ ሮዳስ ሞቲቬሽን ትበሃል ወይ ከዓኒ ሞኒ ኢንተርቴይመንት ትበሃል ን ን ሮዳስ ብዝተቆራረጸ እታ ሽሙ ገሊኹም ኣብ ፌስቡክ ኣብ ቲክቶክ ኣብ ካልእ ካልእ ኣብ ብዙሕ ሪኢኹማ ትኾኑ ኢኹም ኣነ ከምዚ ምስ ረኣኹዋ ብዙሕ ነገር ጽቡቕ ጽቡቕ ነገር ስለ ዝረኸብኩላ ኣነ ተጠቂመሉ እየ እሞ እስኹም ከኣ ክትጥቀምሉ ኢለ ሼር ዝገብረኩም ዘለኹ ኣብዚኣ ናይ ሮዳስ ሞቲቬሽን ምስ ኣተኹም ከም ትሪእዎ ዘለኹም ብጣዕሚ ብዙሕ ኣለዋ ናይ ሓጸርቲ ሓጸርቲ ዳርጋ ነዚኣ ቪድዮ እዚኣ ብዙሓት ሰባት ቅድሚ ክልተ ዓመት ዝጸዓነታ እያ ብዙሕ ሰብ ሪእዋ እዩ ትፈልጥዋ ኢኹም ምስ ረኣኹማ ትፈትዋ ኢኹም ኢለ ከኣ ተስፋ ገብር ኣብኡ ከለኹ ንሮዳስ ሓንቲ ታሽሙ ምበልኩዋ ኣብዚ ፕለይሊስት ምስ ኣተኻ እተን ናይ ኣነቃቃዕቲ ዘረባ ወይ ከዓ እተን ሞቲቬሽናል ድበሃላ ናታ ኣብ ከምዚ በይነን ኣብ ፕለይሊስት ኣይገበርክየንን ኣለኺ'ሞ ብሓንሳብ ንበይነን ዝደልየን ተር ኣቢሉ ክሰምዐን ንዝደሊስ ዝሓሸ ምርጫ ኣለዎ። ከምኡ ካልእ ከም ተወሳኺ ኣብዚ ከባቢ ኣብዚ ከባቢ ሊንክ ናይ ፌስቡክ ናይቲ ትጥቀምሉ ማሕበራዊ ሜድያ ዳርጋ ኣብ ኩሉኹም ኣብ ናይ ሮዳስ የለን ትርእይዎ ኣለኹም ንእግረ መንገደይ እየ ድሕብሮም ደለኹ ይቕሬታ ኣብ ናይ ድራር ከኣ እታ ዌብሳይት ጥራይ እያ ደላ ኣብዚ እዚ ናይ እታ ሽሙ ኣብዚ ተንኪፍኩም ዋላ ሓንቲ ኣይወስደኩምን እዩ እታ ሊንክ ምዘን ዌብሳይት ኣብዚኣ ተር ኣቢሉ ተዝገድፈልና ዝሓሸ ምኾነ ወይ ዝበለጸ ምኾነ እቶም ካልኦት እውን ከምኡ ርኣይዎ ኣብዚ ኣይገደፍዎን ስማርት ሜን እውን ከምኡ ኩሎም ዋላ ዶክተር ኣብዚ ኣይገደፈልናን ንኣብነት ኣብዚ ናተይ ከሪኤኩም ኢለ እየ መታን ክርዳኣኩም ኣብዚ ኣሎ ናተይ ትሪእዎ ኣለኹም እዚ ሊንክ ኣብዚ ክገድፉልና ኣለዎም ዝብል ዘለኹ እዛ ፌስቡክ ትብል ደላ ነዚኣ ትንክፍ ተቢልዋ ሰብ ቀጥታ ናብ ፌስቡክ ናተይ ድወስደኩም ከምዚ ትሪእዎ ዘለኹም ኣብዚ ሕጂ ቲክቶክ ትብል ኣላ ቲክቶክ ተተንኪፉ ሰብ ቀጥታ ናብታ ናተይ ቲክቶክ እያ ትገድፈኩም ትወስደኩም በዚ ጋጣሚ ሕጂ እቶም ከምዚ ዓይነት ከመይ ጌርካ እዚ ሊንክ ትገድፎ ምናልባት ትፈልጥዎ ትኾኑ ኢኹም ደየስተውዓልኩምሉ ከይትኾኑ ዘይትፈልጥዎ ሰባት ከኣ እኾለኹም ንእግረ መንገደይ ከርእየኩም ኣብዚኣ ካስትማይዝ ትብል ዘላ ካስትማይዝ ቻነል ትብል ዘላ ኣብዚኣ ንኣቱ ኣብ ናትና ቻነል ምስ ኣተና ኣብዚኣ ካስትማይዝ ቻነል ትብል ዘላ ኣብኣ ንኣቱ ብድሕሪኡ ከምዚ ክመጻልና እዩ ኣብዚኣ ቤዚክ ኢንፎርም ቤዚክ ኢንፎ ትብል ደላ ኣብኣ ኢና ንኣቱ ኣብኣ ኣቲና ከም ትሪእዎ ዘለኹም ንታሕቲ ምስ ወረድና ንታሕቲ ትሪእዎ ኣለኹም ኣብዚ ሊንክስ ዝብል ኣሎ ኣብዚ ናይ ሕጂ ናይ ፌስቡክ ሊንክ ኣምፅኤ ኣብዚ እትየ ኣለኹ ናይ ቲክቶክ ከምኡ ናይ ኢንስታግራም ከምኡ ሕጂ ኣድ ሊንክ ኣድ ክገብር እንድሕር ደልየ ኣብዚኣ ኣድ ሊንክ ኢለ ናይ ምንታይ እየ ክውስኽ ደልየ ብዚኣ ኣብዚኣ መጽየ ይእትዎ ንኣብነት ግን ደሓን ኣነ ነዛ ናይ ፌስቡክ ዋላ ክንደግማ ኢና ኣብዚ ምጺና እታ ሊንክ መታን ክትሪእዋ ናተይ ፌስቡክ እዩ እዚ ሊንክ ናይ ፌስቡክ ኣብዚ ላዕሊ ንሀለኩም እዚ ትሪእዎ ኣለኹም ኣብዚ ላዕሊ ንሀለ ነዚኣ ሰሌክት ትገብርዋ ነዚኣ ሰሌክት ጌርና ብምልእታ ንወስዳ ራይት ክሊክ ጌርና ኮፒ ንብላ ድሓር ናብታ ቻነል ናብዚኣ መፂና ኣብዚኣ ንእትዋ ኣብዚኣ ምስ ኣእተናዮ ፌስቡክ ዝብል ኣብዚ ክፅሕፎ ኣለኒ ግዴታ ክፅሕፎ ኣለኒ ኦኬ ኣረይ ፌስቡክ ኢለ ፅሒፈሉ ኣለኹ ኣብዚ ገለ ነገር ኦኬ ክልተ ግዜ ስለ ዝደጋገምኩ ኣብዚ ናብዚ እንትሪእዎ ኣለኹም ኣብዚ ይነግረኒ ኣሎ ደጊምካ ኣለካ ብለኒ ኣሎ ትሪእዎ ኣለኹም ክደግሞ ይክእል እየ ግን ከምዚኣ ጌርኩም ኢኩም ተምጽዋ ብድሕሪኡ ኣብዚኣ ላዓሊ ፓብሊሽ ዝብል ክመጻልኩም እዩ ፓብሊሽ ትብልዎ ቀጥታ ናብ ኣብዚኣ መጺኡ ኮፍ ብል ማለት እዩ ተስፋ ገብር ተረዲእኩም ይኸውን እንተዘይተረዲእኩም ኣብ ኮመንት ጸሓፉለይ ክምልሰልኩም እየ ልክዕ ከምዚ ኣብዚ ናይ ቻነል ትሪእዎ ኣለኹም ኣብዚ መፂኡ ኮፍ ብል ምስ ኣእተናዮ። ስለዚ ናይ ሎማዓንቲ ትምርተይ ወይ ከኣ እቲ ከርእየኩም ሼር ክገብረኩም ዝደለኩ እዚ እዩ ነይሩ ሓውኩም መንግሴ ካልእ እስኩም እዚ ተትርእዮ ጽቡቅ እዩ ወይ ከኣ እዚ ተድማሓይሽ ኣብዚ ትሰርሖ ዘለካ ቪድዮ ትብልዎ እንድሕር ኣሎ ኣብ ኮመንት ጽሓፉለይ ኣንቢበ ከማሓይሽ ክፍትን እየ ወደሓንኩም።